ሰላም ሕዋት ኣብዛ ናይ ማት ኤፍኤምኤን ክላስ እምበኣር ብዛዕባ ፍራክሽን ሳምፕሊፋይን ከመይ ጌርና ሳምፕሊፋይን ንገብር ኣብ ፍራክሽን ከምኡ እውን ከመይ ጌርና ሚክስድ ናምበር ባይዘ ወይ ብሓፈሻ ክንዕዘቦም ስለ ዝደለኹ ከዓኒ ቀዳማይ እታ ናይ ሚክስድ ናምበር ክንሪኦም ኣለና እንታይ ምዃኖም ሚክስድ ናምበር ንኣብነት ሰርክል ንሳረ ባይዘ ወይ ይቕሬታ እዛ ሰርክል ኣላና ነበር ካልኣይቲ እውን እንድሕር ደኣ እነዚአን ርኢናየን ሕጂ ንኣብነት ኦኬ ይቕሬታ እንታይ ክንብል ኢና ንኣብነት ኣብዚ ነፀለመን ባይዘወይ ነታ ላዕለወይቲ እንድሕር ኣፀሊምናያ ነዚኣ ውን እታ ሓንቲ ፍርቂ ክፋላ እንድሕር ኣጸሊእናዮ እንታይ ንብል ኣለና ባይ ዘወይ ኣብዚ እንድሕር ሕጂ ብመንጽር ፍራክሽን ክንገልጾ ተኮይና ነዚ ስእሊ ነዛ ፓርቲ ኤይ እንታይ ንብል ኣለና ክልተ ብርእሲ ርባዕተ ኣርባዕተ ክፋል ኣለዋ ባይ ዘወይ ከምዚ ንሪኦ ዘለና ምክንያቱ ተቐዳማይ ኣብዚ ኣለና ካልእ ሕብሪ ክጥቀም እየ ቀዳማይ ኣብዚ ኣለና ካልኣይ ኣብዚ ኣለና ሳልሳይ ካልኣይ ኣብ ኣለና ሳልሳይ ናብዚ ኣለና ራብዓይ ከዓ ካብዚ ናብዚ ኣለና ማለት እዩ ሕጂ እንታይ ማለት እዩ እቲ ብካልኣ ኣግባሃላ ክልተ ኣብ ርእሲ ኣርባዕተ ዝፀለመ ፓርቲ ኣለና ማለት እዩ ኦኬ እዚ ርኢናዮ ኣለና እዚ እቲ ክልተ ኣብ ርእሲ ኣርባዕተ እንደገና ኣብዚ እንታይ ንርኢ ኣለና ድሕሪ ደኣ ነዚ ክንደኣ ብጎኑ ደሎ ከዓኒ ሓደ ኣብ ርእሲ ክልተ ብጠቕላላ እዚ ክንድመሮ ተኮይንና ሕጂ እንታይ ንብል ማለት እዩ ንክልቲኡ ክንድምሮ ኢና ከምቲ ቀደም ኣቢልና ዝረኣናዮ ማለት እዩ ናይ ሓባር ረቋሒ ናይዚኦም ንወስድ ንሱ ከዓኒ ኣርባዕተ ክኸውን ይኽእል እዩ ዋላ እውን ሸሞንተ ክኸውን እዩ ኣርባዕተ ንበል ኣርባዕተ ንኣርባዕተ ድሕሪ መቒልዎ ሓሓዲኦም ሓደ ዝረብሖ ክልተ ኣርባዕተ ንክልተ ከክልቲኦም ክልተ ዝረብሖ ሓደ ተደመሮ ክልተ ኤክሰተራ እምበኣርከስ ካብዚኣም ንሕጂ ኣብዚ ሓደ ዝረሳዕናዮ ነገር እንተ ደኣ ሃልዩ እዚ ማለት ፕሉስ ማለት እዩ ተደመረ ማለት እዩ ንሱ ከዓ ዳይሬክት ናብዚ ወርድ ምክንያቱ እዚ ብመንፅር ፍራክሽን እንታይ ኢልና ፅሒፍናዮ ክልተ ኣብ ርእሲ ኣርባዕተ ኢልናዮ ይቕሬታ ክልተ ኣብ ርእሲ ኣርባዕተ እዚ ከኣ ብመንጽር ፍራክሽን ሓደ ኣብ ርእሲ ክልተ ባርከስ ነዚኦም ኢና ክንድምሮም ፈቲና ካብዚ እንዳሓር ከኣ እቲ ኖርማል ፍራክሽን ማለት እዩ ኤክሰትራ ኣብዚ ሕጂ ንሕና እቲ ቀዳማይ ክንዕዘቦ ዝደለኹዎ ነገር ግን ኦኬ እዚኦም ካብ ብመንፅር ፍራክሽን ካብ ተርጎናዮም ካብ ተርጎርም ካብ ተርጎምናዮም ንኣብነት እዚኣ ኣለሃና ቀፂልና ካልኣይቲ ኣብ ጎና ማለት እዩ ናታ ፓርቲ ኣለዋና ንበል እዚን ክልትኤን ሕጂ ተቐዳሚቲ ብጠቕላላ ብምሉእ ፀሊም ኣላ እታ ካልኣይቲ ከዓኒ ርብዕናታት ጸሊሙ ኣሎ። ነዚ ሕጂ ብመንጽር ፍራክሽን ንክልቲኤን እንድሕር ደኣ ጸሓፉለይ ኢልናስ ከመይ ጌርና ንጽሕፎ? እዚ እቲ ሚክስድ ናምበር ንዓና ከምጽኣልና ንኻልእ እንታይ ማለት እዩ? እዚኣ እቲ ሓደ ምሉእ ክንጽሕፋ ኢና፣ ሓደ ብርእሲ ሓደ ማለት ሓደ ምሉእ እዩ። እታ ካልኣይቲ ግን ሓደ ብርእሲ ኣርባዕተ እያ። እዚ ማለት ከኣ እንታይ ማለት እዩ? ብመንጽር ፍራክሽን ብርግጽ እንታይ ማለት ክንድምረን ኮለና ነዚኤን ሓደ ምሉእን ኣብ ርእሲ ሓደ ተደመሮ ሓደ ኣብ ርእሲ ክልተ ኣይኮናን ንጽሕፍ ምክንያቱ እዚ ጌጋ እዩ እዚኣ ንሪኣ እንድሕር ኣለና እዚኣ ሓደ ሙሉ እዩ እንታይ ኢና ደኣ ክንገብር ዘለና ዜሮ ዜሮና ውዩ ድመጽ ባይዘወይ ጸገም የብሉን እቲ ኣጸሓሓፋ ትቑኑ ኣጸሓፋ ግን ሓደ ሙሉእን ሓደ ኣብ ርእሲ ክልተን ኢና ንብል እዚ ማለት ከዓ እንታይ ማለት እዩ እንድሕር ዳሪነ ዜሮ ዜሮ ነቲ ዓንተ ወፀሓፍናዮ ይደምፆ እቲ ዓንተ ወፀሓፍናዮ እንታይ ነይሩ ሓደ ኣብ ርእሲ ሓደ ተደመሮ ሓደ ብ ርእሲ ክልተ ኢልና ኔርና እንታይ ኢና ክንገብር ኣብዚ ባይዘወይ ናይ ሓባር ረቋሒ ክልተ ክንወስድ ኢና ምክንያቱ ክልተ ዝረብሖ ሓደ ክልተ ክበና እዩ ሽዑ እንደገና እንታይ ኢና ንከብር ክልተ ዝተመቕሎን ሓደ እምበኣርከስ ከክልቲኦም ክመጻና እዩ ብክልቲኡ ወገን ብክልተ ክነራብሕ ኢና ኣብዚ ከዓኒ ክልተ ዝተመቕሎን ሓደ ብክልቲኡ ወገን ብሓደ ክነራብሕ ኢና ምክንያቱ ሓደ ስለ ዝኾነ ስለዚ ኣብዚ እንታይ በና ኣሎ እምበኣር ክንሪኦ እንድሕር ደኣ ሃሊና ኣብ ላዕሊ ክልተ ኣለና ተደመሮ ሓደ ኣለና ማለት እዩ እዚ ከዓ እንታይ በና ኣሎ ሰለስተ ኣብ ርእሲ ክልተ ኦኬ ኣብዚ ታሕተዋይ መፂና እንድሕር ቸጌርናያ ከዓኒ እንታይ በና ኣሎ ዳይሬክትሊ ኦኬ ሓደ ምሉእ ከም ደለና ንፈልጥ ንሓደ ንፅሕፍ ኣብዚኣ ከዓኒ ሓደ ኣብ ርእሲ ይቕሬታ ኣብዚ ጌጋ ኣሎ ሓደ ብርእሲ ክልተ ደይኮነ ባይዘወይ ሓደ ናብ ሓደ ብርእሲ ክልተ ክነፀልማ ኢና ምክንያቱ ሓደ ብርእሲ ኣርባዕተ እዩ ነይሩ ሓደ ብሪሲ ክልተ ኦኬ ኣብዚ ሕጂ እንታይ ክንገብር ኢና ንሕና እንታይ ብለና ሚክስድ ናምበር ንቕድም ንኣብነት ኤይ ቢ ኣብ ርእሲ ሲ ኤይ ሙሉእን ቢ ብርእሲ ሲ እንድሕር ደኣ ሃሊና እንታይ ብለና ንቕድም ኤይን ሲን ኣራብሕዎ ንዑም ሰራባሕኩም ተደመሮ ቢ ንበል እዚ ማለት ከዓኒ ድሕር ደኣ ብዓቢ ፅሒፍናዮ ኤይ ቢ ሲ ኤ ምሉእን ቢ ሲ ካብዚ ናብዚ ዝረብሖ ንጥቀም ሽዑ ናብዚ ከዓ ተደመሮ ንገብር ብለና ኣሎ እዚ እቲ ናይ ሚክስድ ናምበር ኣገባቢ ሕጂ እንታይ ኢና ክንገብር እምበኣር ንሕና ንሱ ካብ በለና ሓደ ዝረብሖ ክልተ ክንብል ኢና ንሱ ክልተ እዩ ተደመሮ ሓደ ኣብ ርእሲ ክልተ እምበኣርከስ ሰለስተ ኣብ ርእሲ ክልተ እታ ሓፃር ኣገባብ እምበኣር እዚኣ እንታይ ንብል ንሪኦ እቲ ዘለና ንኣብነት ዝተፈላለየ ክህልወና ክእል እዩ ኣብዚ እንታይ ክህልወና ክእል ሓደ ክልተ ሰለስተ ኣለዋና ንበል ኣብዚ ሕጂ እንታይ ኢና ክንብል ንኽእል ቀዳመይቲ ሓንቲ ላና እዚኣ ካልኣይቲ ሳልሰይቲ ቀዳመይቲ ብምሉእ ፀለመ እያ ካልኣይቲ ብምሉእ ፀለመ እያ ንሳ እውን ሳልሰይቲ ግን ፍርቃት ፀለመት እያ ኣብዚ ሕጂ ፀሓፎ እንድሕር ዳ ኢልና ዳይሬክት ክንፅሕፎ ደለና እዚ ሓደ ኣለና ኣብዚ ሓደ ኣለና እምበኣርከስ ክልተ ኣለና ንበል ቀፂልና ኣብዚ እንታይ ኣለና እንድሕር ዳ ኢልና ክልተ ሙሉእን ኣብዚ እንታይ ኣለና እንድሕር ዳ ኢልና ሓደ ብርእሲ ክልተ ክልተ ምርእን ሓደ ብርዒ ክልተ ኣለናን ማለት እዩ ብመንፅር ፍራክሽን ክንፅሕፎ ከለና ድሕር ዳኣ ደምርዎ ምስ ካልእ ኢልና ከዓኒ ንቕፅል ኤክሰተራ ማለት እዩ እዚ እቲ ሓሳብ ናይ ሚክስድ ናምበር ናይ ሚክስድ ናምበር ሕጂ እዚ ካብ ረኣናዮ ካብ እንታይ ከም ተበገሰ ካብ ረኣናዮ ሳምፕሊፊኬሽን ናይ ሚክስድ ናምበርን ፍራክሽንን ክንዕዘብ ኢና እንታይ ማለት እዩ ንኣብነት ብመንፅር ሚክስድ ናምበር ኣብዚ ሰለስተ ሙሉእን ክልተ ኣብ ርእሲ ኣርባዕተ ክህልወና ክእል እዩ እንታይ ንገብር እምበኣር ብመጀመርታ ከምቲ ዝበልናዮ ናብ ፍራክሽን ክንወስዳ ኣለና ናብ ፕሮፐር ፍራክሽን እዚ ከዓ እንታይ ማለት እዩ ሰለስተ ዝረብሑ ኣርባዕተ ተደመሮ ክልተ ኣብ ርእሲ ኣርባዕተ ይቕሬታ ሰለስተ ዝረብሑ ኣርባዕተ እምበኣር ዓሰርተ ክልተ ተደመሮ ክልተ ዓሰርተ ኣርባዕተ ኣብ ርእሲ ኣርባዕተ እምበኣር ብክልተ ሸውዓተ ክነፋኾስ ጀሚርና ኣለና ማለት እዩ ብክልተ ከኣኒ ክልተ እዚኣ እምበኣር እታ ናይ መወዳእታ መልስና እያ ካብቲ ብመጀመርታ ኣብዚ ሚክስድ ናምበር ኣለና ሚክስድ ናምበር ኣለና ቀፂልና እዚ እቲ ፕሮሰስ ናህና እዩ ኣብዚ ሽዑ እቲ ናህና ፍራክሽን ኣለና ፕሮፐር ፍራክሽን ሽዑ እዚ እቲ ናይ መወዳእታ መልሳ እዩ ብከምዚ መልክዕን እውን ክንሪኦ ንኽእል ኢና ድሕራ ቀፂልና ሕጂ ንኣብነት ካልእ ኣብነት ንውሰድ ሓሙሽተ ምሉእን ክልተ ኣብ ርእሲ ክልተ ኣብ ርእሲ ሽዱሽተ ንበል ሽዱሽተ ዝረብሖ ሓሙሽተ ክንብል ኢና ተደመሮ ክልተ ኣብ ርእሲ ሽዱሽተ እዚኣታ ናይ ሚክስድ ናምበር ሕጂ እዚ ኣውቶማቲክ ክኸውን ኣለዎ ክርዳእና ኣለዎ ምስ ግዜ ማለት እዩ ኦኬ ኣብዚ ሽዱሽተ ዝረብሑ ሓሙሽተ ሰላሳ ተደመሮ ክልተ ሰላሳን ክልተን ኣለና ኦኬ ሰላሳን ክልተን ኣብ ርእሲ ሽዱሽተ ኣለና እቲ ፕሮፐር ፍራክሽን በፂሕና ኣለና ኣብዚ ከዓ ነጣፍቆ ኣለና እምበኣርከስ ብክልተ እንድሕር ደኣ ኬድና እንታይ ማለት እዩ እዚ ብክልተ እንድሕር ደኣ ኬድና ክንብል ኮልና ባይዘወይ ብሕብሪ ቀይረ ክርዳእና ምእንቲ ብክልቲኡ ወገን ባይዘወይ እንድሕር ደኣ ንኣብነት ኤን ቢን ኣለና ባላንስ ናይ ኤን ቢን ክንሕሉ ምእንቲ ብላዕሊ ዝገበርናዮ ነገር እንድሕር ደኣ ዝረብሖ ሲ እንድሕር ደኣ ኢልና ኣብ ታሕቲ እውን ዝረብሖ ሲ ክንብል ኣለና እንድሕር ደኣ ዝተመቐሎ ንዲ እንድሕር ደኣ ኢልና ኣብ ታሕቲ እውን ዝተመቐሎ ንዲ ክንብል ኣለና እቲ ባላንስ ክንሕሉ ኣለዎ ክንሕልዎ ኣለና ኣብ ፍራክሽን ቀንዲ ከዓ ንሱ እዩ ሸጋሪ ኣብዚ ሕጂ እንታይ ማለት እየ እምበኣርከስ ንሱ ካበልና ብክልቲኡ ወገን ብክልተ ክንፍትን ኢና ባይዘወይ ብዝቀለለ ጉዳይ ብክልቲኡ ዝተመቕሎ ንክልተ ክንገብር ኢና ብክልቲኡ ዝተመቕሎ ንክልተ እምበኣርከ ሰላሳን ክልተን ዝተመቕሎ ንክልተ ዓሰርተ ሽዱሽተ ክበና እዩ ሽዱሽተ ዝተመቕሎ ንክልተ ከዓ ሰለስተ እዮም ክበና እዩ ማለት እዩ እምበኣርከስ ኣብዚ ሕጂ ሽዱሽተ እንድሕር ዳ ርኢናዮ ንክልተ ክምቀል ይኽእል እዩ ሰለስተ ከ ንክልተ ክምቀል ይኽእል እዩ ብዘይተረፍ ኣይክእልን እዩ እምበኣርከስ እቲ ሓንቲ ማራፂ ነበረትና ንሳ እያ እዚኣታ ናይ መወዳእታ መልሲ እያ ማለት እዩ እዚ ርኢና ኣለና ድሕር ዳ ቀፂልና ናብ እዚ እቲ ሚክስ እናምርይ ድሕራ ቀፂልና ዋላ እውን ካልእ ክንዕዘብ ንኽእል ኢና ናይ ፍራክሽን ክንዕዘብ ኢና ፍራክሽን ከዓኒ ንኣብነት 64 ዝተመቕሎ ን16 ድሕር ዳኣልዩ እዚ ክነፋኸሶ ከለና እንታይ ኢና ንገብር ሳምፕሊፊኬሽን ክንገብር ከልና ባይዘወይ ብመጀመርታ ዳይሬክት እቲ ንሱ ኮሪስፖንድ ዝገብሮ ባይዘወይ ብክልተ ክንከይድ ነብና ምክንያቱ ብክልተ ክንከይድና መበል እየ ድሕር ኣብዚ ንሪኦ ሃሊና ኣብዚ እንታይ ኣለና ኣርባዕተ ኣለና እዚ ከዓኒ እቲ ምሉእ ቁጽሪ ኣለና ኣብዚ ከ ኣለና እቲ ምሉእ ቁጽሪ ስለዚ ክልቲኦም ተመቀልቲ እዮም ንክልተ ምሉእ ቁጽሪ ክሳብ ዝኾኑ ኣብዚ ሕጂ እንታይ ክንብል ኢና እምበኣር ከስ ክልቲኦም ተመቀልቲ ከብ ኮኑ ተመቕሎ ንክልተ ተመቕሎ ንክልተ ላዕለዋይን ታሕተዋይ ማለት እዩ ኣብዚ ከ እንታይ ክበና እዩ እምበኣር 64 ንክልተ 32 ክበና እዩ 16 ንክልተ ከዓ 68 እዮም ክበና እዩ እንድሕር ከዓ ሕጂ እንደ ተመሊስና ከዓ እንታይ ክንገብር ኢና ክልቲኦም ምሉእ ቁጽሪ ስለ ዝኾኑ ሸሞንተን ክልተን ሙሉእ ቁፅሪ ስለ ዝኾኑ ዝተመቕሎ ንክልተ ዝተመቕሎ ንክልተ እዚ ከዓ እንታይ ይበና ኣሎ ማለት እዩ ሳልሳን ክልተን ዝተመቕሎ ንክልተ ዓሰርተ ሽዱሽተ ክበና እዩ ሸሞንተ ዝተመቕሎ ንክልተ ኣርባዕተ ክበና እዩ ኦኬ ኣብዚ ሕጂ ክንሪኦ ዘለና ዳይሬክት ዋላ ክንከይድ ንኽእል ኢና ግን እቲ ፕሮሰስ ምእንቲ ክቕፅል ዓሰርተ ሽዱሽተ ንምሉእ ቁፅሪ እዩ ኣርባዕተ ከዓ ምሉእ ቁፅሪ እዩ ስለዚ ንክልተ ተመቀልቲ እዮም እንታይ ክንብል ኢና ዓሰርተ ሽዱሽተ ዝተመቕሎ ንክልተ ኣርባዕተ ዝተመቕሎ ንክልተ እዚ እንታይ በና ኣሎ እምበኣር ዓሰርተ ሽዱሽተ ንክልተ ሸሞንተ ክበና እዩ ኣርባዕተ ንክልተ ክልተ ክበና እዩ እምበኣር እዚኦምስ ንሪኦም ኣለና ክልተት ናይ መወዳእታ ምሉእ ቁፅሪ እዩ ስለዚ ሸሞንተ ከብ ምሉእ ቁፅሪ ድዩ እወ እምበኣር ንክልተ ክምቀል ይኽእል ድዩ እወ እምበኣር ብክልተ ሓደ ብክልተ ከዓኒ ኣርባዕተ እታ ናይ መወዳእታ መልሲ እዩ ብከምዚ ኣገባብ እስከ ሳምፕሊፊኬሽን ክንገብር ንኽእል ኢና ብካልእ ኣገባብ ከንታይ ክንገብር ንምኽኣልና ነርና ንኣብነት ንጽሓፋ 64 ኣብ ርእሲ 16 64 እንታይ ዝረብሖ እንታይ ክነፋኽሶ ንሕርተ ኮይና እዚ እንታይ ክንብል ንኽእል ኢና 64 ክልተ ዝረብሖ 32 እዩ ክንብል ንኽእል ኢና ቀፂል ማለት እዚ ብርግፅ ክልተ ዝረብሖ 32 ክልተ ዝረብሖ 32 64 እዩ ቀፂልና እንታይ ክንብል እኒኣ 16 ከ ክንደይ ዝርብ ምስ ክልተ ተራቢሑስ ክበና ድኸል ቁፅሩ ኣለዲ ብርግፅ ክልተ ዝረብሖ ሸሞንተ ዓሰርተ ሽዱሽተ እዩ ዝበና ስለዚ ኣብዚ እምበኣር እንታይ ክንገብር ኢና ክልተ ብክልተ ክነጣፊ ኢና ሰላሳን ክልተን ሸሞንተን ክተርፉና እዮም እንደገና ሕጂ ከዓ ነዚ ክነፋቅሶ ኢና ሰላሳን ክልተን ድሕር ድኣ ንክልተ መቂልናዮ ምክንያቱ ምሉእ ቁፅሪ ክሳብ ዝኾነ ባርከስታ ይበና ኣሎ ክልተ ዝረብሖ ዓሰርተ ሽዱሽተ ሰላሳን ክልተን እዩ ድመፅእ ኣብ ታሕቲ ክንታይ ይመፅእ ኣሎ እምበኣር ክልተ ዝረብሖ ንሸሞንተ ኣለና ትተረፍ ሸሞንተ ከም ሙሉእ ቁፅሪ ምስ ክልተ ክልተስ ምስ ክልተ ናምበር ተራቢሖም ሸሞንተ ክውና ዝኽእሉ ኣለዉ ድም ብርግፅ ክልተ ዝረብሖ ኣርባዕተ ኣለውና ኣብዚ እምበኣር ክልተ ምስ ክልተ ክነጣፊ ኢና እቲ ተሪፍና ደሎ ንቅፅል ኮለና ሽዱሽተ ኣለና ኣብዚ ዓሰርተ ሽዱሽተ ይቕሬታ ኣብዚ ከዓ ኣርባዕተ ኣለና ዓሰርተ ሽዱሽተ ንክልተ እንድሕር መቒልናዮ ክልተ ዝረብሖ ሸሞንተ እዩ ዝኸውን ዘሎ ከተናቱ ርብሓ ማለት እዩ ኣርባዕተ ከዓኒ ክልተ ዝረብ እምበኣርከስ ኣብዚ ክልተ ምስ ክልተ ክነጣፊ ኢና ተተሪፍና ዘሎ ሸሞንተ ብርእሲ ክልተ እሱ ከዓኒ ናይ ዘሕወሰ ዘሎ ነዚ ብክልተ ሓደ ብክልተ ኣርባዕተ ከምዚ ዓይነት ሳምፕሊፊኬሽን እውን ኣሎ ድላይና ማለት መጀመርታ እውን ዳይሬክት ክመፃና ክእል እዩ ምክንያቱ እንድሕር ዳኣ ንሪኦ ኣለና ሙሉእ ቁፅሪ ስለ ዝኾኑ እንደገና ዓሰርተ ሸሞንተ ስሳን ኣርባዕተን ዓሰርተ ሽዱሽተን ምተሓሓዝ ኣለዎ ምክንያቱ ክልቲኦም ንሸሞንተ ብሓ ናይ ሓባር ረቋሒኦም እዩ ስለዚ ብሸሞንተ ዳይሬክት እውን ክንከይድ ንኽእል ኢና እንታይ ማለት እየ ሸሞንተ ዘ ሸሞንተ እንድሕር ዳኣ እቲ ዓሰርተ ሽዱሽተ እንድሕር ዳኣ ንሸሞንተ ምቕኢልና እዮም እንታይ ድበና ደሎ ከክልቲኦም ስሳን ኣርባዕተን ንሸሞንተ ከዓኒ ሸሞንተ እዮም እዚ ግን ምስ ግዜ ክመጽእ ዝኽእል ነገር እዩ ባይዘወይ ንእግረ መገድና ከዓ ናይ ሓንቲ ከም መወዳእታ ናይ ሚክስ ነምበር ክንወስድ ኢና ክብድ በለት 15 ምልን 4 ኣብ ርእሲ 3 ኦኬ እዚ እውን ከጋጥም ይኽእል እዩ ሕጂ እንታይ ኢና ንገብር ብመጀመርታ ከምቲ ዝረኣናዮ ሰለስተ ዝረብሖ 15 ንገብር ተደመሮ ኣርባዕተ እዚ ማለት ከዓ ኣብ ርእሲ ሰለስተ እዚ ማለት ከዓ እንታይ ማለት እዩ ሰለስተ ዝረብሖ ዓሰርተ ሓሙሽተ ኣርባዓን ሓሙሽተን ተደመሮ ኣርባዕተ ኣብ ርእሲ ሰለስተ እዚ ማለት ከዓ ኣርባዓን ትሽዓተን ኣብ ርእሲ ሰለስተ እምበኣር እዚኣታ ክነጣፍኣ ዘይንኽእል ናይ መወዳእታ ቁፅሪ እያ እታ ክሳብ መወዳእታ በፂሓ ደላ ማለት እዩ ካብዚ ንላዕሊ ክነጣፍኣ ኣይንኽእልን ኢና ሓደ ሓደ ግዜ ከዓ እንታይ ክመፃና ክእል እዩ እስኪ ስሳን ኣርባዕተን ከምዚ ንሪኦ ዘለና ድሕር ድኣ ሙሉእ ቁፅሪ ኮይኑ ባይዘ ዋላ ኦርት ኮይኑ ክልተ ናምበር ተደሚሮም ክቡና ድኽእሉ ንኣብነት ሰብዓን ሓደን ኣለና ሰብዓን ሓደን እንታይ እንታይ ተደሚሮም እዮም ሰብዓን ሓደን ክቡና ድኽእሉ ሰላሳን ሽዱሽተን ሰላሳን ሓሙሽተን ተደመሮ ሰላሳን ሓሙሽተን እንድሕር ሰብዓን ሓደ ናብ ርእሲ ሓሙሽተ ነይሩ እምበኣር ንክልቲኦም ኣብ ርእሲ ሓሙሽተ ኣብ ርእሲ ሓሙሽተ ብከምዚ መገድስ ክንፍትንትቶም ንኽእል ኢና ምክንያቱ ንክልቲኦም ድሕር ኣምፂናዮም ሓሙሽተ ሰላሳን ሽዱሽተን ተደመሮ ሰላሳን ሓሙሽተን እዚኦም ከዓኒ ሰብዓን ሓደን ኣብ ርእሲ ሓሙሽተ ማለት እዩ ድሕር ክጣፍኣልና ደልና ማለት እዩ ሓድሓደ ኣብ ፍራክሽን ድሕር ዳኣ ሳምፕሊፊኬሽን ክንገብር ደልና ተሓፃር ጉዳይ ክንተዓፃፀፍ ይደ ኣለና ዝተፈላለየ ዓይነት ሜቶድ ኣለና ቀፂልና እውን ኣብ ዝመፅእ ክላሳት ክንርኢና ንሶም ከዓኒ ኣብ ዘድልየና ግዜ ውፅኢና ብምጥቀም ኢና ሳምፕሊፊኬሽን ክንገብር ንኽእል